ንብላዕ ንሃብሞ ንኽልኣዮም። እምበሎ እትበሊ ጸወታና ተግባር ይኸው ፈረንጂ ፅቡቅ ነገር ይገብር ትብል ሰብ እዛ ቪድዮ እዚኣ ዘይረኣኻ ጥራሕ ኢኻ ግን ፈትየልኩም። ሰላም ሰላም ቤተሰብ ከመይ ቀኒኹምለይ? ሃይ ከመይ ቀኒኹም ኣቶም ሽኮሪናታትን ሙልክዓትን ጽቡቓትን? ኣነ ብወገነይ ሰላም ኣለኹ፣ ንዓኻትኩም ድማ በብዘለኹምዎ ሰላምኩም ብዝሕዝሕ ከብለለይ እናተመነኹ ንሎሚ እውን ከምኦቱ ሓቢርና ንስሕቐሎምን ንመሃረሎምን ቪድዮታት ኣኻኺበ ተመሊሰ መፅየ ኣለኹ። ነዚ ቻናል እዚ ሓደሽቲ ዝኾንኩም ድማ ከም ወትሩ ሳብስክራይብ ብምግባር ቤተሰብ ክትኮኑ ትኽእሉ ኢኹም። ንኺድ ሓቢርና ንሰሓቕ ኣቱም ገዛ። ኧረ እንታይ እዩ ዝገርም ማማየ ማዓረይ ናብ ቁልዕነተይ ተመሊሰ። ክይ ብቻ ደስ ይብል ቁምነገር እዩ። መዓት ሰብ ብዙሕ ነገር እናበለኒ እዛ ብዛዕባ እዛ ቪድዮ እዚኣ ግን ኣነሲ ዋእ ግድን ኣይኮነን ንምሕጓስ ገለስ ዕድመ ገለ ኣይግድኡን ግን ከኣ ምናልባት ታይ ይፍለጥ ኣብ ሽቦ ዓራት ወይ ብዘን ሓፂን ዓራት ሸሸ ይበላን ቀደም ማለት እዩ ናይ እነ ሓጎን ገሉ ኣይርከባን ኣብ መደብ እየን ዓብየን ታይ ዋጋ ኢልኩም ኣለኹም ግድን እዩ ነዚ ክሰራሰራ ማን የወን ይሰራሰራ ፍቐድለን ታይ ማኾንኩም ደኣ ዋእ ገና እንታይ ሪኢኹም ገና ቁምነገር ግን ነዚኤን ውላዳት ከመይ ተዓዲልኩም ማለተይ ሓሳብ ልበን ኣስሚርኩምለን ዝኾነ ዕጋበት ኣብ ሂወተን ስለ ተሰመዐን እዩ ዝኸውን ግንስ ሕሰቦ ክሳብ ክንድዚ ደስተኛ ክትገብራ ዝኸኣልካ ወዳ

እዚኣ ማለት እዩ ሓበሻ ምንም ሰናይ ነገር ከም ዘይንሰርሕ ዘርእየትኒ ቪድዩ እንታይ ኣለዎ ከምዚኣ ተንተሓባበር ኩልናሲ ኣበይ ምበጻሕና እስከ ረኣይዋ እታ ቪድዮ ቁም ነገር እዩ

ፈረንጂ ጽቡቅ ነገር ይገብር ትብል ሰብ እዛ ቪድዮ እዚኣ ዘይረኣኻ ጥራሕ ኢኻ ናይ ሓበሻ ሰናይ ነገር ጎረቤትካ ሓዊ ክልምነካ ከሎ ሓዊ ምሃብ ጥራይ ናይ ፈረንጂ ሰናይ ነገርከ ይሃው ንእካብ ዘታ

ቁምነገር ተልየልኩም ስድነት። ዛረባ ኣለኹ እንታይ ሱቕ ክብልለይ መጺኣ ኣነ። ኣብ ኣፍካ ከይሓርኣልካ ስነ ስርዓት ግበር ኮይስ። ሽንቲ እቲ ኣፉ ሲስተር። ርእስኹም ከም ጨጎራ መጥሓኒ ምግቢ ኢኹም ትጥቀምሉ። ከመይ ጌርካ ትዓርለይ ንዓኺ ትዓርለይ ትኽኒ ትዝሓርኣ ኮይና ኣብ ሓርየት መልሓስካ ከሳጉመካዮ ወዲ ብጽ።

በቃ ኣይ ኣብ ቅድሚ ኣምና ምናቡ መንውላ እዮም ተሰደር ሚዲያ
ኦኬ ስማዕ ሰለስተ ምርጫኻ ስማዕ ያሰተና ደቂ ረየ ዓውደ ዓመት እንጀራ ገበናና የማዕላ ያሰማዕ ክሎ ማሽ ከምዚ ጸርፊ ተመሲሕኩም ጸርፊ ተደሪርኩም ተሓድሩ ኢኹም ትመስሉ